እዚ ድምፂ መድረኽ ኤርትራውያን እዩ። ድምፂ መድረኽ ብቋንቋ ትግርኛ ሱሉስ፣ ዓርብን ሰንበትን በቆፃፅራ ኤርትራ ካብ ሰዓት ሸሞንተ ክሳብ ሰዓት ትሽዓተ ምሸት፣ ኣብ ሓጺር ማዕበል ብ ዓሰርተ ሓደ ሽሕን ሸውዓተ ሚእትን ዕስራን ኪሎ ሀርትዝ ወይ ኣብ ዕስራን ሓሙሽተን ሚትር ባንድ ከምኡውን ፈነወና ብሳተላይት ን ዕስራን ኣርባዕተን ሰዓታት ኣብ ናይል ሳት ብ ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ሸሞንተን ሜጋ ሀርትዝ ኣብ ፖላራይዜሽን ቨርቲካል ዴሞክራሲያዊ ለውጢ ንምርግጋጽ ናብ ኤርትራ ዝፍኖ መደብ ሬድዮ ኤርትራውያን እዩ።

ሰላም ዝኸበርኩም ሰማዕቲ ሬድዮ ድምፂ መድረኽ ናይ ሎሚ ዓርቢ 18 መስከረም ፈነወና ንዝኽር ናይቶም ብውልቀ መላኽን ግብዐኛን ፕሬዚደንት ኤርትራ ኢሳያስ ኣፈወርቂ ዝተቐፈዱ 14 ዓመቶም ኣፂሮም ዘለዉ ኣርካናት ንዴሞክራሲያዊ ለውጢ ዝተዳለወ ዝተፈላለየ ትሕዝቶ ዘለዎም መደባት ሒዝና ቀሪብና ኣሎና። ፈለማ ዓሰርተ ሸሞንተ መስከረም ኢሳያስ ርእሱ ዝሓየረላ ዕለት ብዝብል ኣርእስቲ ዝተዳለወ ሓተታ ክቐርብ እዩ። ስዒቡ ምስ ኣሕመድ ኣልቀይሲ ዝተኻየደ ዕላል ክህልወና እዩ። ኣብ መወዳእታ ድማ እቶም ካልኦት ግዳያታት ዝብል ኣርእስቲ ዝተዳለወ መደብ ክስዕብ እዩ።

ብኣኽብሮት ክትከታተሉ ምዓደምና ድማ ቅድሚ ናብ ዝርዝራቱ ኣርእስታቱ ከነኣቱ። እዚ ሬድዮ ድምፂ መድረኽ እዩ። ኣብ ውሽጥን ወፃን ዝርከብ ኤርትራውያን 18 መስከረም ብዝለዓለ ኣኽብሮትን ርድኢት ይዝክር ኣሎ። ኣብ ልዕሊ ካናዳዊ ናይ ዕደና ኩባንያ ኔክሱን ጉዳይ ምስ መዛ ግዱድን ነጻን ጉልበት ኤርትራን ዝመጽእ ዘሎ ክስታት ይሓጽን። መንግስቲ ኤርትራ ካብቲ ዋሕዲ ስደት ንምግታእ ብኤውሮጳ ሕብረት ክስላዕ ተተልሙ ዘሎ ልዑል መጠን ገንዘብ ንምቕማስ ይጓየ ኣሎ። ስዕብ ዝርዝራት ዜና እዩ ራሰነት ኣብ ውሽጥን ወፃእን ዝርከብ ኤርትራዊ ን ዓሰርተ ሸሞንተ መስከረም ብዝለዓለ ኣኽብሮትን ርድኢትን ይዝክራ ከም ዘሎ ተሓቢሩ። ኣብ ውሽጢ ሃገርን ኣብ ዝተፈላለዩ ኩርናዓት ዓለምን ዝርከቡ ምንጭታትና ከም ዝሓበርዎም ህዝቢ ኤርትራ 18 መስከረም ከም ዘይነጽፍ ጻውዒት ንደሞክራሲያዊ ለውጢ ዘንጸፈት ዕለት ገይሩ የብዕላ ከም ዘሎ ኣረዲኦም 18 መስከረም 2001 እቶም በደልን ፖለቲካዊ ዝምታን ሳዕሪር ኢሎም መቐይሮ ዝጸውዑ ፖለቲከኛታትን እቶም ህዝቢ ጸገሙ ይብእስ ከም ዘሎ ዚሓብኡ ጋዜጠኛታትን ብፕረዚደንት ኢሳያስ ዝተሞቕሑ ላዕለት እዮም። ህዝብና ነቶም ፖለቲካዊ ራህውኡ ዝጸውዑ ጀጋኑ ከም ዘይርስዖም ካብቲ ኣብ መላእ ዓለም ዝካየድ ዘሎ ንጥፈታት ዝኽሪ ንምርድኡ ከም ዘይጸግም ዘገንዘቡ ምንጭታትና እዛ ዕለት እዚኣ መዘናትን ንሓርነትናን ቃልስናን ዘመልክታ ዕለታት ከም ዝኾነት ኣረዲኦም። ፕሬዝደንት ኢሳያስ ነዞም ጸዋዕቲ ለውጥን ዴሞክራሲያዊ ተበግሶኦምን ካብ ገጽን ዝኽርን ህዝቢ ንምህሳሶም ንኣስታት ዓሰርተ ኣርባዕተ ዓመት ዳጒኑዎም ከም ዘሎ ዘዘኻኸሩ ምንጭታት ድምጺ መድረኽ እቶም ጀጋኑ ማዕረቲ ዝጸውዕዎ ለውጢ ዘንጸፎ ደሞክራሲያዊ ባህሊ ከም ዘሎ እዚ ባህሊ እዚ ኣብ እምሮ ነፍሲ ወከፍ ኤርትራዊ እናተፈትለ ድማ ነዚ ሕጂ ባዕድን ምልክን ዘይጻወር ወለዶ ኣፍርዩ ምህላው ኣነጺሮም። ብመንግስቲ ኤርትራን ካናዳዊ ናይ ዕደና ኩባንያ ኔፕሱንን ዝውነን ዕደናዊ ትሕተ ቅርጺ ቢሻ ይህነጽ ኣብ ዝነበረሉን ድሕሪኡ ኣብ ዝቐጸለ ንጥፈታት ዕደናን ብኣማኢት ዝቑጸሩ ኣባላት ሃገራዊ ኣገልግሎት ኣብ ትሕቲ ግዱድ ስራሕ ብኣዝዩ ውሑድ መሃያ ይምዝመዙ ምንባሮም ኣብቲ እዋን እቲ ተቖጺሩ ዝሰርሕ ዝነበረ ናይ ህንጻ ክኢላ ኣቃሊዖም። እቲ ዜጋ ናይ ካልእ ኣፍሪቃዊት ሃገር ዝኾነ ክኢላ ናይ ወጻኢ ኩባንያታት ንድሕነት ሰራሕተኛታተን ኣብ ምውሓስ ዘመስክርኦ ተሓታትነት ዛዕባ ገይሩ ዝተቓንዐ ገምገማዊ ኣኼባ ተረኺቡ ኣብ ዝሃቦ ቃል ኣብ ዕደና ቢሻ ግሁድ ርግጸት መሰል ኤርትራውያን ሰራሕተኛታት ጥራይ ዘይኮነ ዝበኣሰ ክበሃል ዝከኣል ጉልበታዊ ምዝመዛ ሰሪቱ ከም ዘለዋ ኣረዲኦም። ኣብ ዕደና ቢሻ ብመንግስቲ ኤርትራ ተሓዚኡ ዘሎ ናይ ኣርብዓ ሚእታዊት ብርኪ በተን ኣብ ትሕቲ ህግደፍ ዝነጥፋ ከም ሰገን ዝኣመሰላ ኩባንያታት ህንጻን በቲ ጉጅለ ዝዝወር ሃገራዊ ኮርፖሬሽን ዕደና ኤርትራን ዝምእዘን ኮይኑ እዞም ኣካላት ንኣባላት ሃገራዊ ኣገልግሎት ብወፈራኣዊ መልክዕ እናስርሑ ነቲ ካናዳዊ ኩባንያ ነፃን ግዱድን ጉልበት ዜጋታት የመንጭውሉ ምህላዎም እዩ ዝገልጽ። ኣብዚ እዋን እዚ ኣብ ጎረቤት ሃገር ተሰዲዱ ዝርከብ ሰራሕተኛ ቢሻን ዝነበረ ዜጋ ንማዕከን ሓበሬታ ሮይተርስ ኣብ ዝሃቦ መግለጺ እውን ኣብቲ ፕሮጀክት ዝሰርሑ ኤርትራውያን ዝበስሉ ኣባላት ሃገራዊ ኣገልግሎት ኮይኖም በተን ኩባንያታት ህንፃ ህግደፍ ኣብ ብትሕቲ ጽኑዕ ወተሃደራዊ ምሕደራን ንኡስ ቀረባትን ጉልበቶም ከም ዘህልኹ ነጊሩ እቲ ሰራሕተኛ ቢሻ ነበር ወሲኹ ካናዳዊ ኩባንያ ኔፕሱን ነዚ ሓቀታት እዚ እናፈለጦ ተረባሕ ናይቲ ብመንግስቲ ኤርትራ ዝቐርበሉ ግዱድን ነፃን ጉልበት ዜጋታት ኮይኑ ምህላው ብምስኽኻር ኩባንያ ኔቭዞን ኣብቲ ብመንግስቲ ኤርትራ ዝካየድ ዘሎ ግህሰት ይተሓጋገዝ፣ እቲ ተርእዮ መሰረታዊ ፍታሕ ከይርከቦ ድማ ኣብ ምዕፋኑ ይጽዕት ምህላዉ ወቒሱ። ንጉዳይ ኤርትራን ሶማልን ዝከታተል መርማሪ ጉጅለ ሞኒተሪን ግሩፕ፣ መርማሪ ኮሚሽን ንሰብኣዊ ኩነታት ኣብ ኤርትራ ከምኡ'ውን ካልኦት ተሓለቕቲ ወገናትን ዛጊት ዘርጊሖሞም ኣብ ዘለዉ መጽናዕታውያን ጸብጻባት እቲ ካናዳዊ ኩባንያ ኣብ ምዝመዛ ነፃ ጉልበት ዜጋታት ምስ መንግስቲ ኤርትራ እናተሓባበረ ይሰርሕ ምህላው እዮም ዝወቕሱ ኩባንያ ነፍሱን ነዞም ወቐሳታት ኣመልኪቱ ኣብዚ ቀረባ እዋን ብመልክዕ ሰነድ ኣብ ዝዘርግሖ ግብረ መልሲ ኩባንኡ ኣባላት ሃገራዊ ኣገልግሎትን ሰራዊትን ከም ዘይቆፀረ ብኩባንያታት ህንፃ ህግደፍ ተገዲዶም ዝሰርሑ ኣባላት ሰራዊቱን ከም ዘየለዉ ዝገልጽ ጥምዙዝ ሓበሬታ ይሂቦም ከም ዝፍለጥ ኣብ ፕሮጀክት ቢሻ ዝሰርሑ ዝነበሩ እሞ ኣብዚ እዋን እዚ ኣብ ካናዳ ዝርከቡ ሰለስተ ኤርትራውያን ኣብ ልዕሊ ኩባንያ ነብሶም ብጉዳይ ምዝምዛ ግዱድን ነፃን ጉልበት ክሲ መስሪቶም ይርከቡ። እቲ ብሰንኪ ዘይቁርዒ ምሕደርኡ ዋሕዚ ስደተኛታት ኣዛይዱ ዘሎ መንግስቲ ኤርትራ ካብቲ ዋሕዚ ስደት ንኤውሮጳ ናብ ዝተሓተ ብርኩ ንምውራድ ብኤውሮጳዊ ሕብረት ኣብ ዝሓለፈ ሰሙን ክስላዕ ተተሊሙ ዘሎ ልዑል መጠን ገንዘብ ንምምዛዕ ይጓየ ምህላው ተገሊጹ ፕረዚደንት ኮሚሽን ኤውሮጳዊ ሕብረት ጄን ክሎድ ያንከር ኣብ ዝሓለፈ ሰሙን ኣብ ዝሃቦ መግለጺ እቲ ሕብረት ነተን ዜጋታተን ብብዝሒ ዝስደዱለን ዘለዉ ሃገራት ኣፍሪቃ ዝወሃብ ናይ 1.8 ቢልዮን ኤሮ ሓገዝ ተሊሙ ከም ዘሎ ምሕባሩ ዝፍለጥ ኮይኑ እዚ ሓገዝ ጠንቂ ስደት ንዝኾኑ ክስተታት ዘላቒ ፍታሕ ኣብ ምንዳይን ዝካየዱ ጻዕርታት ደጋፊ ከም ዝኸውን እዩ ኣረዲኡ። ኮሚሽነር ኤውሮጳዊ ሕብረት ንኣህጉራዊ ምትሕግጋዝን ልምዓትን ኔቨን ሚሚካ ነቲ ጉዳይ ኣመልኪቱ ኣብ ዝሃቦ ሓበሬታ በዚ እዋናዊ መደብ ንኤርትራ ክወሃብ ተተሊሙ ዘሎ መጠን ገንዘብ ክሳብ 200 ሚልዮን ኤሮ ከም ዝኾነ እዚ መጠን ገንዘብ ግና ብቐጥታ ናብ መንግስቲ ኤርትራ ኣትዩ ዝምሕደር ዘይኮነ ኮሚሽን ኤውሮጳዊ ሕብረት ንመነባብሮ ኤርትራውያን ከመሓይሹ ይኽእሉ እዮም ኣብ ልዕሊ ዝብሎም ልምዓታዊ መደባት ባዕሉ ኮፍሮም ከም ዝኾነ ገሊፆም መንግስቲ ኤርትራ ብዝጥቀሰሎም ግህሰታት ሰብኣዊ መስላት ተደሪኹ ኮሚሽኑ ነቲ ልዑል መጠን ገንዘብ ናብ ኢድቲ መንግስቲ ከም ዘይኣቱ ምግባር ወሲኑ ከም ዘሎ ዝረድአ ኮሚሽነር ኔቨር ሚሚካ መንግስቲ ኤርትራ ነዚ ውሳነ እዚ እንተዘይተቐበሎ እቲ ገንዘብ ናብ ካልኦት ሃገራት ኣፍሪቃ ከም ዝኸይድ ኣተንቢሆም መንግስቲ ኤርትራ ነዚ ክስላዕ ተመዲቡ ዘሎ ኣማኢት ሚልዮን ኤሮ ናብ ማሕፍርኡ ንምእታው ከም ልሙድ ተሓላቂ ህዝቢ ንምምሳል ይዋሳእ ከም ዘሎ ዘረድኡ ጸብጻባት ኤሮጳዊ ሕብረት በዚ ጸወታታት እዚ ከይግራህ ተማሕጺኖም መንግስቲ ኤርትራ ብስም ህዝቢ ካብ ኣህግራውያን ኣካላትን ተሓለቕቲ ሰብኣውነትን ዝቕበሎ ልዑል መጠን ገንዘብ ኣብ ምጽቃጥን ምጭቋንን ዜጋታት ከምዚ ኣልኾ ይፍለጥ እምበኣር ከዚ ዝኸበርኩም ሰማዕትና ንሎሚ ዝተዳለወ ዜና ኣብዚ ፍጻም ዝቐጽል ምድባት ክኣቱ ንሓድገኩም ሰላም ዳግማይ ሰላምታና ተቐበሉ ዝኸበርኩም ሰማዕት ሬድዮ ድምፂ ምድራኽ ከምቲ ኣብ መእተዊ ፈነወና ዝሓበርናዮ ካብዚ ቀጺሉ ዝቐርብ ዓሰርተ ሸሞንተ መስከረም ኢሰያስ ርእሱ ዝሓየረላ ዕለት ብዝብል ኣርእስቲ ዝተዳለወ ሓተታ እዩ ምክትታል ናባኹም ዓሰርተ ሸሞንተ መስከረም ኢሲያስ ርእሱ ዝሓየረላ ዕለት። ህዝቢ ኤርትራ ግሩህ፣ ሓዳግን ፈቃርን ህዝቢ፣ ደላይ ፍትሕን ደላይ ራህዋን፣ ሰሪሑ ራህዋ ዘምጽኣሉ ርግኣት ከናዲ ዘይድቅስ ህዝቢ፣ ብባይቶ ኣሕዋት ዝውስን፣ ብወፈራ ዝሃነጽ፣ እናተማኸረ ዝድልድል ህዝቢ እዩ። ናጽነት ምስ ኮነ ነቲ ዋና ጸሓፊ ህዝባዊ ግንባር ሓርነት ኤርትራ ኮይኑ ዝኣተወ ኢሳያስ ኣፈወርቂ ዘለዎ ግሩህ ፍቕሪ ሂብዎ ነቲ ናጽነት ዘምጸ ግንባር ስለ ዘኽብሮ ዝኣምኖን ንጸሓፍቲ ግንባር ኣኽቢርዎን ኣሚንዎን ነቲ ኣብ እዋን ቃልሲ ከም ዝፈጸሞ ዝሕመየሉ ዝነበረ ገበናት ብምሕር ምጽብጻብ ሰላም ምእንቲ ከይጠፍእ ህዝቢ ሕድገት ገይሩሉስ ከም ዘይሰምዖ ቆጺርዎ እቲ ኩሉ ናይዞም ክቡራት ህዝቢ ክብረት ዝረኸበ ነቲ ግርህነት እዞም ህዝቢ ስለ ዘየኽበሮ ንፍቕሮም ረጊጹ ብስቓይን ብኣሽካዕላልን ክመርሖም መሪጹ ኣብተን ፈለማ ዓሰርተ ዓመታት ናጽነት ሓንሳብ ንህዝቢ ኤርትራ እናወደሰ ንሳልስቱ እናዘለፈን እናላገጸን ፍጹም ርኹስ ምዃኑ ሓቢኡ ንዓሰርተ ዓመታት ቀጺሉ። ኣብ ፍርቂ መስከረም 2001 ህዝቢ ኤርትራ ኣብ መንጎ በራሕቲ ሃገሩ ናይ ምንቕቓፍን ምርድዳእን ምዕራፍ እናተጸበየ ከሎ እቶም ኣብ መንግስቲ ዝነበሩ ቀንዲ ደለይቲ ለውጢ ብዘይክሲ ተኣሲሮም ነቶም እዋናውን መሰረታውን ሕቶታት ብምቕራብ ነቲ እንትርፎ ብውድድር ስልጣን ብኻልእ ክሓስብ ዘይክእል ጠላሚኦም ዝበድህዎ ብፆቱ ተጋደልቲ ዓይኑ ከይሓሰየ ናብ ምድራዊ ሲኦል ደርብይዎም። ንህዝቢ ወኪሎም ሕቶ ንዘቕረቡ ከምዚ እንተፈድይዎም፣ ነቶም ህዝቢ ባዕላቶም ቀሪብሎም ዝነበረ ፍዳ እንታይ ከም ዝኾነ ድሮ ኣብዚ ዝሓለፈ ዓሰርተ ኣርባዕተ ዓመታት ተራእዩ ኣሎ። ነቶም ንልዕሊ ሰላሳ ዓመታት ምስኡ ዝነበሩን ዝተቓለሱን ረጋሊኣቶምን ምስኡ ዝዓበዩ ብጾቱን ኣዕሩኽ ንእስነቱን ናብ ምድራዊ መቓብር ዝድርቢ ሰብ ነቶም ብማዕዶ ብትዕቢት ዝጥምቶም ህዝቢ ዝሓሰመ ነገር ከየውርደሎም ዝኽልክሎ ሕልና ክህልዋ ከም ዘይክእል ኣብ መመዓልቱ ኣብ ህዝቢ ዝወርድ ስቓይን ሓዘንን ይምስክሮ ኣሎ። እቶም ካብ ሎሚ ቅድሚ 14 ዓመታት ዝተኣስሩ ተጋደልቲ ኣብ ብረታዊ ቃልሲ ህዝቢ ኤርትራ ብኩሉ መገዲ ኩነታት ዝጠለቦም ዘበለ ዝወፈዩ እዮም። ሰውራ ህዝቢ ኤርትራ ብፖለቲካ ብስለያን ብኹናትን ክሕይል ከሎ ውጽኢት ኩላቶም መራሕትን ተጋደልትን ናይቲ ሰውራ እዩ ነይሩ። ንዝነበረ ካብ ጸላእትን ካብ ኣሕዋትን ዝመጽእ ብድሆታት እናገጠሙ ኣዒንቶም ናብ ናጽነት ጥራይ እናማዕደዋ ብዙሕ ሰጊሮም ናጽነት ክትረጋገጽ ሰፊሕ መንገዲ ዘንጸፉ ጀጋን እዮም። ቃልሲ ህዝቢ ኤርትራ ቃልሲ ኩሉ ህዝቢ እምበር ቅያ ሓደ ውልቀ ሰብን ዕሱባትን ኣይነበረን። ነቶም ንመቓልስቶምን ነቲ ዝተቓለሱሉን ወኪሎም ለውጢ ከምጽኡ ዝተበገሱ ጀጋኑ ናብ ማሕዩር ክድርብዮም ከሎ እምበኣር ንመላእ ህዝቢ ኤርትራን ታሪኽ ኮይኑ ካብ ነብሱ ኣርሒቕዎም። ኣብ ክልተ ሽሕን ሓደን ብርግጽ ዝተኣስረ ሰብ እንተነይሩ፣ እቲ ሕልንኡ ደርብዩ ኣብ ውልቃዊ ማሕዩር ቅዉስ ኣእምሮ ክነብር ዝመረጸ ውልቀ መላኺ እዩ። ከምዚ ዝመሰለ ሰብ ኣብ ምድሪ ተወሊዱ ብህይወት ብዛዕባ ምህላዉ ቅንጣብ እኳ ትኹን ትርጉም ክረክብ ኣይክእልን እዩ። ነቲ መምስ በደሉ ዝስዕብ ተጸላዕነቱ እናረኣየ እናሓደረ ዝኸሕን ብስጭቱ ከም ግብሪ ናይቶም ዝብደል ዘሎ ህዝቢ እናቖጸረ ኣብ ጸጽባሕ ከካብ ንሓድሕዱ ዝገድድ ድማዓት ከውርደሉ ኣብ ምህዞ ይሓድር ኣሎ። ከምቲ ንገዛእ በደሉ ናብ ናይ ቀረባ ብጾቱ ኣሰኪሙ ንህዝብን ንገዛእ ርእሱን ከደናግር ዝሃቀኖ ንመላእ ህዝቢ ኤርትራን ንመላእ ዓለምን ከም በደልቲ ቆጺሩ ንገዛእ ጸገማቱ ኣብ ብረኻ ሃገራውያን መራኸቢ ብዙሃን እናተገተረ ምስ ምትሓት ዝሞተ ሕልንኡ ክማጎት ይነብር ኣሎ። ጀጋኑ ዝፈርሕዋ ሓንቲ ሃገር ጥራይ እያ ክትከውን እትኽእል። ድኻም፣ ማእሰርቲ፣ ስንክልና፣ መስዋእቲ መናብርቲ ጀጋኑ እዮም። ጅግና ግና ብህይወት ከሎ ከይጠልም እሞ ምፍጣሩ ከይፍንፍን ልዕሊ ዝኾነ ይኹን ነገር ይፈርሕ። ንጽቡቕ ኢልካ ነቶም እትሓልየሎም ምብዳል እውን ጀጋኑ ከም ጥልመት ስለ ዝቖጽርዎ እዮም ነዚ ዝፈርሑ። ስልጣንን ጥሪትን ንዘለኣለም ዘሰንዮም ዝመስሎም ውሑዳት ክርከቡ ከለዉ እሞ ኸኣ ንጀጋኑ በዲሎም ንሓፋሽ ወጺዖም ንገዛእ ርእሶም ናብ ሽፍትነት ይፈርድዋ። ዓሰርተ ሸሞንተ መስከረም ክልተ ሽሕን ሓደን ደለይቲ ለውጢ ክሕየሩ ከለዉ ታሪኾም ካብቲ ድሮ ዝነበሮ ብዝደምቕ መገዲ ከም ዝምዝገብ ኣረጋጊጾም። እቲ ኣሳሪኦም ግና ኣብታ መዓልቲ ድርብራብ ሞት ሞይቱ። ሞሌቆ ዝፈጸሞ ጅግነት ዘይኮነ ኩሉ ዝወዓሎ ነውርታት ጥራይ ዝዝከረሉ ብፍጡር ዘበለ ዝፍንፈነሉ መዓልቲ ጸዊዑ። ምድንጋራቱ መመዓዓዲ፣ ስሙ መጻረፊ፣ ታሪኹ መለበሚ፣ ዕድሉ መሰክሒ ኮይኑ ባዕሉ ገዛእ ርእሱውን ዘይኣምኖ ስልጣን ክሕሉ ሕሱም ናብራ ይነብር ኣሎ። ሰባት ክረኽብዎ ዝኽእሉ ዝኸፍአ ፍርዲ። ብኹሉ ዝረኣዮም ዘበለ ምሉእ ብምሉእ ክነዓቑን ገዛእ ሕልንኦም ንዕቑ ገዲፍዎም ክሃድም ከሎ ነይሩ። ንገለ ተወሳኺ ዓመታት ፕረዚደንት ዝብል ቅጽል ስም ንምሓዝን ገለ ገንዘብ ንምስራቕን ክትብል ስምካን ሕልናኻን ምሻጥ እቲ ዝኸፍአ ሰባት ንነብሶም ከዋርድሉ ዝኽእሉ መንገዲ እዩ። ንዓሰርተ ኣርባዕተ ዓመታት እቶም ለውጢ ዝደለዩ ስሞም እናኸበረ ይዝከር ኣሎ። ካብቲ ናጽነት ከምጽኡ ኢሎም ናብ ሜዳ ዝገስገስሉ ዕለት ክሳዕ ሕጂ እቲ ጅግና ዝብል ስሞም እናደምቐ መጸዊዖኦም ይኸውን ኣሎ። ኣብ ቃልሲ ህዝቢ ኤርትራን ድሕሪ ናጽነትን ካብ ዝተረኣየ ክድዓታት ዝኸፍአ በዚ ኣብዚ እዋን ምስ ኣዝዮም ሒደት መተ ኣልምቲ ተንኮሉ ኮይኑ ህዝቢ ዘናብዕ ዘሎ ውልቀ ሰብ ዝተፈጸመ እዩ። ንጅግንነት ዓሰርተታት ኣሽሓት ስዋኣት፣ ኣሽሓት ስንኩላን፣ ጻዕርን ዓመታትን ኣማኢት ኣሽሓት ዜጋታት ከንቱ ክገብሮ ተበጊሱ ነቲ ዝሓለፈ ታሪኽ ኣብርዒኑ ነቲ ህሉ ወለዶ ኣፍሪሱ ኣብ መጻኢን እትህሉ ኤርትራ ሓሶት ክገብራ ከይዘንግዐ ብትኹረት ይሰርሕ ኣሎ። ኣብ እዋን ቃልሲ ይኹን ኣብ ናጽነት ንህዝቢ ኤርትራ ካብ ዝገጠሞ ብድሆታት ዝዓበየ እዚ ብጥልመት ሒደት ኣጋጢሙ ዘሎ ኩነት እዩ ክበሃል ይከኣል እዩ። ምናልባት እውን እቲ ንመጻኢት ኤርትራ ዝኸውን መንጸት ነዳሉ ኣለና እናበለ ውልቀ መላኺ ዝዛረበሉ ብድዐ ብሳላ ዝብድሆ በቲ ንሱ ዝሓስቦ ዘይኮነ በቲ መለበሚ ሸነኹ ሓቂ ክኸውን ይኽእል እዩ። ሳላ እዚ ዘጋጠመ ጥልመት ህዝቢ ኤርትራ ኣብ ጉዳይ ሃገሩ ዝያዳ ክተኩር ሙቛም ሃገራውያን መዋቕር እምበር ምሻም መራሕቲ በይኑ ከም ዘይጠቅም ብግቡእ ተረዲኡ ኣሎ። ናጽነት ካብ ደጋዊ ስግኣት ጥራይ ዘይኮነ ካብ ኩሉ ወገናት ካብ ዝመጽእ ሓደጋ ክትሕሎ ከም ዝግባእ እውን ኣነጺሩ ተማሂሩ ኣሎ እዚ ዝሕለፍ ዘሎ ተበክሮ ነቲ ሕጂ እናበቖለ ጽባሕ ዝጥጥዕ ሓቀኛ ባይቶ ኣሕዋት ህዝቢ ኤርትራ ዝለምዐ መንጸፍ ምስትውዓል ክኾነ እዩ ህዝቢ ኤርትራ ከምቲ ኣንጻር ኩሎም ገዘፍቲ መሰናኽላት ተቓሊሱ ክከሓድ ዝተደልየ ልኡላውነቱ ዘረጋገጾ ደሞ እውን ነቶም ዝገጥምዎ ዘሎ ብድሆታት ሰጊሩ ንሃገሩ ናብቲ ዝመደበላ ቅኑዕ ኣንፈት ክመርሓ ዘለዎ ዓቕሚ ኣብ ቦትኡ እዩ ዘሎ። እቲ ደለይቲ ሕጋዊ መንግስቲ ዝተሓየሩሉ፣ ምእሳር ካልኦት ዓሰርተታት ኣሽሓት ዜጋታት ዝተበገሰሉ ዕለት ክዝክር ከሎ፣ ህዝቢ ኤርትራ እንደገና ናብቲ ዘይጸዓድ መንፈሱ ጠሚቱ፣ ካብቲ ኣቐዲሙ ዝተጎናጸፎ ዓወት ናጽነት ዝዓቢ ዓወት ውሕስቲ ሃገር ዘምጽኣሉ ሓይሊ ከውጽእ ይድርኾ። ኣዕኑድ ናይቲ ህዝቢ ኤርትራ ዝሃነጾ መንግስቲ ዝፈረሰሉ መዓልቲ ክዝክር ከሎ፣ ሃገር ብውሳነ ውልቀ መላኽን ሒደት ዕሱባቱን ፈጺማ ክትዓኑ ከም ዘይኮነትን፣ ብውሳነ ኩሎም ዜጋታታ ናብቲ ዘድልያ ናይ መጻኢ ዕቤት ክትጓዓዝ ዘድልያ ሓይሊ ህዝባ ከም ዘለዋን ዝዝክረሉ መዓልቲ እዩ።

ምስ ተጋዳላይ ኣሕመድ ኣልቀይሲ እንገብሮ ዘለና ተኸታታሊ ቃለ መሕትት ሎሚ እውን ክቕፅል እዩ፣ ክትከታተሉና ንዕድም። ይኹን እምበር ብሰንኪ ናይ ኢንተርኔትን ናይ ስካይፕን ድኹም ርክባት ዝተማልኤ ብቕዓት ዘለዎ ድምፂ ከነቕርብ ብዘይምኽኣልና ደጊምና ይቕሬታ ንሓትት። በዚ ኣጋጣሚ እዚ ከዓ ንተጋዳላይ ኣሕመድ ኣልቀይሲ ኣብታ ዝነብረላ ዘሎ ሃገረ ጀርመን ንዘሎ ናይ ፀዓት ሕፅረታት ብናይ ውልቁ ጀነሬተር ብምፍታሕ ነዚ ርክባት እዚ ክዉን ብምግባሩ ደጊመ ብስም ሰማዕት እናመስገንኩ ናብቲ ንሎሚ ተዳልዩ ዘሎ መደብ እስከ። እዚ ድምጺ መድረኽ ኤርትራውያን እዩ።
ሐራይ ዝኸበርካ ተጋዳላይ ኣሕመድ ኣልቄሲ ብተኸታታሊ እንገብሮ ዘለና ቃለ መሕትት ግዜኻ ወፊኻ ንዘቕረብናልካ ሕቶታት ክትምልስ ፍቓደኛ ምዃንካ ሕጂ እውን ደጊመ ብስም ሰማዕቲ የመስግነካ። ድሮ ሰለስተ ግዜ ወይ ሰለስተ ተኸታታሊ ፈንወታት ፈኒና ኣለና። ኣብዚ እዋን እዚ ካብ ሰማዕቲ ዝተፈላለየ ርእቶታት መፅእ ኣሎ ሓደ ካብ ሰማዕትና እውን ኣብ ሓደ እዋን ማለት ኣብ ክልተ ሽሕን ሓደን መራሕቲ ሰውራን ሃገርን ካብ ዝገበሮ ኢንተርቪው ናይ ወዲ ሰሎሞን ምስ ቪኦኤ ዝገበራ ርእይቶ ሰዲዱ ኣሎ እሞ እስከ ንቀይሲ እዛ ድምጺ እዚኣ ኣስሚዕካስ ሽዑ ኣበይ ከም ዝነበረ ኣብቲ እዋንቲ እንታይ ከም ዝተሰምዖ ነዚ ድምጺ እዚ ክዝክር ከሎ እንታይ ከም ዝዝክር ሕተተልና። ስለ ዝበሉኒ እየ ሎሚ ደው ኢለ ዝሓተካ ዘለኹ ስለዚ ከስማዓካ እየ እሞኒ ነቲ ድምፂ ምስ ሰማዕካዮ ነቲ ርእቶ እኳ ትፈልጦ ኢኻ ግን ዝስማዓካ ስምዒትን ዘለካ ጦብላሕታን ክትነግረና ተማም ፅቡቅ ኦኬ
ክቡራት ሰማዕቲ ናይ ኤርትራ ፕረዚደንት ኣቶ ኢሳያስ ኣፈወርቂ ናይ ውድብን ሃገራዊ ባይቶን ኣኼባ ንኽጽውዑ ቅሉዕ ደብዳበ ካብ መንጎ ዝጸሓፉ ነባራት ተጋደልቲ ኤርትራውያን ሓደ ኣቶ ጴጥሮስ ሰሎሞን ምዃኖም ዝፍለጥ እዩ። ኣቶ ጴጥሮስ ንነጻነት ኤርትራ ይካየድ ኣብ ዝነበረ ቃልሲ ካብ ሰብዓን ክልተን ዓመተ ምህረት ዝተሰለፉን ኣብ ሜዳ ኣብ ዝተፈላለየ ናይ ሓላፍነት ቦታ ከም ዝሰርሑን ዝዝከር እዩ። ድሕሪ ነጻነት እውን ሚኒስትሪ መከላኸሊ፣ ሚኒስትሪ ጉዳይ ወጻኢ ከምኡ እውን ሚኒስትሪ ሃብቲ ዓሳ ኮይኖም ኣብ ዝተፈላለየ ናይ ሚኒስትሪ ስልጣን ጸኒሖም። ኣብዚ ቀረባ እዋን ካብ ስራሕ ተኣጊዶም። ነዚ መሰረት ብምግባር ምስ ኣቶ ጴጥሮስ ሰሎሞን ሰፊሕ ምይይጥ ተኻይዱ ኣሎ። ነቲ ቃለ ምልልስ ዘካየደት ኣዳነች ፍስሃየ፣ ተርጒማ ዘቕረበት ምኒ ኣፈወርቂ። ኣቶ ጴጥሮስ ሰሎሞን ኣብ ውሽጢ ሸውዓተ ዓመታት ዝኣክል ሰለስተ ናይ ሚኒስተርነት ቦታ ዝለዋወጥኩምሉ ምኽንያት እንታይ እዩ ንዝብል ሕቶ፣ ክምልሱ ከለዉ፣ ብዝነበረና ናይ ኣሰራርሓ ልምዲ'ዩ ካብ ምባል ሓሊፈ እዚ'ዩ ምኽንያቱ ክብል ኣይኽእልን። ዝህቦ ትርጉም'ውን የለን። እዚ ሕቶ ምናልባት ዝምልከቶ ንናይታ ሃገር ፕረዚደንት ክኸውን ይኽእል። ኣነ ግን ኣብ ዝተመደብኩሎም ቦታታት ንኽሰርሕ ፈቲነ'የ ክብሉ መሊሶም። ክሳብ ዝሓለፈ ክልተ ሰሙን ካብ ዝነበርኩምሉ ናይ ሚኒስትርነት ሃፍቲ ዓሳ ስልጣንኩም ዝተኣገድኩምሉ ምኽንያት እንታይ'ዩ ንዝብል ሕቶ'ውን ኣቶ ጴጥሮስ ከምዚ ብምባል ይምልሱ። ብልክዕ ዝፈልጦ የብለይን እቲ ንዓይ ዝበጽሓኒ ወግዓዊ መግለጺ ተቀይረ ከም ዘለኹን ነቲ መተካእታይ ንሚኒስተር ኣሕመድ ዓሊ ሓጂ ከረክብ ምዃነይን ጥራይ ተሓቢርኒ ስለዚ ንሱ'የ ዝፈልጥ።
ኣቶ ጴጥሮስ ሰሎሙን ሕጂ ብዛዕባ ዝርከብሉ ኩነት ክዛረቡ ከለዉ ብናይዛ ዓዲ ኣዘራርባ ምድንስካል ዝበሃል ነገር ኣሎ ኣብቲ ደረጃ እቲ'የ ዘለኹ ኢሎም። ኣቶ ጲጥሮስ ስለምንታይ ካብ ስልጣኖም ከም ዝተወገዱ ክበርሃሎም መብርሂ ንምሕታት ውጥን እንተለዎም ተሓቲቶም ዝሃብዎ መልሲ፣ ድሕር ሕጂ ኣብ ዝኾነ ናይ ፖለቲካ ተግባር ንምክፋል ድሌት ስለዘይብለይ ንምሕታት እውን ውጥን የብለይን ኢሎም። ኣቶ ጴጥሮስ ንሶምን ብጾቶምን ነቲ ቅሉዕ ደብዳቤ ንምጽሓፍ ዘበገሶም ምኽንያት ከብርሁ ከለዉ፣ እቲ ደብዳቤ ብዝግባእ ገሊጽዎ እዩ። እቲ ነገር ብሓደ ግዜ ዝተፈጥረ ዘይኮነስ ንነዊሕ ግዜ ዝጸንሐ ናይ ኣሰራርሓ፣ ተግባር፣ ኣካይዳን ርእይቶታትን ፍልልያት ጸኒሑ ክኸውን ይኽእል። ምስ ግዜ እናተቐየረ መጺኡ ክብል እኽእል። ክሳብ እዋን ነጻነት እቲ ቀንዲ ዕላማ ነጻነት ንምምጻእ ስለ ዝነበረ ኩሉ ሰብ ንኹሉ ነገር ተጻዊሩ ይኸይድ ነይሩ። ህዝባዊ ግንባር ከኣ ንሱ'ዩ ነይሩ ዕላምኡ። ኣብ ናይ ሽሕን ትሽዓተ ሚእትን ሰማንያን ሸውዓተን ዓመተ ምህረት ጉባኤኡ ዘጽደቖ ቃልሱ ክሳብ ነጻነት ምዃኑ፣ ድሕሪ ነጻነት ከኣ ብህዝቢ ንዝተመርጸ መንግስቲ ከረክብ ምዃኑ ናይ መወዳእታ ርእይቶ'ዩ ነይሩ። ሪፈረንዱም ተኻይዱ ነጻነት ምስ ተኣወጀ ድሕሪ ሽሕን ትሽዓተ ሚእትን ቴስዓን ሰለስተን እቲ ጉዳይ ተላዒሉ ቅዋም ክንደፍ ህዝቢ ክካተዐሉ እቲ ቅዋም ተነዲፉ ኣብ ዝጸደቐሉ ግዜ ድማ ቀዋሚ ሕገ መንግስቲ ክሰጋገር ሓጽር ግዜ መታን ከይኸውን ድማ ኣርባዕተ ዓመት እንተወሰደውን ደሓን እዩ ተባሂሉ ኮሚሽን ቅዋም ወጺኣ ቅዋም ብሽሕን ትሽዓተ ሚእትን ቴስዓን ሸውዓተን ዓመተ ምህረት ቆይሙ እቲ ቅዋምውን ባይቶ ጽዲቕዎ እዚ ባይቶ እዚ ከኣ ተረኪቡ ሕግ ናይቲ ዓዲ ኮይኑ ማለት እዩ። ግን ብሓደ ሓደ ምኽንያት ኣይተተግበረን። ሽሕን ትሽዓተ ሚእትን ተስዓን ሸሞንተን ዓመተ ምህረት እውን ኩናት መጺኡ ኣይተተግበረን። ከምኡ እናበለ ከይዱ። ስለዚ እቲ ግዜ ምንውሑ ምስቲ ዝጸንሐ ኣሰራርሓታት ብመሰረቱ ከኣ ኣብ እምነት ጥራይ ዝተመርኮሰ ኣብ ሕጋውነት ብዙሕ ዘይተመርኮሰ ኣሰራርሓ ብምንባሩ ነቲ ሓደ ሓደ ጸገማት ክጎልህ ገይርዎ ክኸውን ይኽእል። ካብዚ ዝተበገሰ እዩ እቲ ርእይቶታት ዝመጸ ማለት እዩ ድሕሪ ምባል ከምዚ ይብሉ። ብሓጺሩ ኣብ ክልተ ከፊልና ክንሪኦ እንኽል እቲ ቀንዲ ትሕዝቶ እቲ ነዚ ሃገር እዚ ዋሕስ ዝኾኖ ንመጻኢ ብጽቡቕ ክንከይድ ክሕግዘና ዝኽእል ኣብ ቅዋማዊ ስርዓት ምስ እንሰጋገር እዩ። እዚ ቅዋማዊ ስርዓት ከኣ ብዝተፈላለየ ምኽንያታት ይድንጉ ስለ ዘሎ ካብ ሕጂ ንንየው ክንጻወሮ ኣይግባእን ክትግበር ኣለዎ ዝብል እዩ ነይሩ። እቲ ካልኣይ ክፋሉ ከኣ ንዝሓለፈ ኣሰራርሓታት ክሪቲካሊ ዝሪኦ ክኸውን ይኽእል ኣብዚ ግን ዝተፈላለየ ርእቶ ክህሉ ስለ ዝኽእል እቲ ኤቫሉዌሽን ክግበር ግቡእ ኤቫሉዌሽን ናይቲ ናይቲ ዝሓለፈ መድረኽ ተገይሩ ነቲ መፃኢ መድረኽ ብኸመይ ኮንትሪቢዩት ከም ዝገብር ክሕሰበሉ ኣለዎ ዝብል እዩ
ምኽንያቱ ከይተገልጸ፣ ሃገራዊ ባይቶ ኤርትራ ከይተሓተ፣ ከይተማኸረሉ፣ ሚኒስትራት ይቕየሩ፣ ይሽየሙ ዝብሉን ካልኦት ብዙሓት ከም ውዑላት ዝበሉ ሃገራዊ ጉዳያት ነቲ ባይቶ ቀሪብሉ ኣይፈልጥን፣ ተመያይጥሉ'ውን ኣይፈልጥን። ብኻልእ ኣዘራርባ ሓደ ሰብ ብዙሕ ነገር ከም ዝውስን'ዩ ኣብቲ ጽሑፍኩም ዝጠቐስኩሞ እሞ ኣቐዲሙ ዝጀመረ ነገር እንተኾይኑ ብእዋኑ ንምእራሙ ዝተፈተነ ግዜ የለንዶ ንዝብል ሕቶ ኣቶ ጴጥሮስ ሰሎሙን ከምዚ ብምባል ይምልሱ። ምስቲ ናይቲ ውድብ ባህሊ ኣተኣሳሲርካ ክርኣ ዝከኣል መስለኒ። ከምዚ ዝበልኩኺ ኣብ ምትእምማን ዝተመርኮሰ ናይ ነዊሕ ዓመታት ብሓደ ዝተጓዕዘ መሪሕነት ምንባሩ ሸለልትነት ነይሩ እዩ ክብል እኽእል ብወገነይ። ግን ይቐርቡ ነይሮም እዮም ከኣ እቶም ሕቶታት ኣብ ዝተፈላለየ እዋናት ይቐርቡ ነይሮም እዮም። ናብዚ ግሉጽ ደብዳቤ ቅድሚ ምብጻሕ እውን ብፍላይ ኣብ ዝሓለፈ ክልተ ናይቲ ባይቶ ኣኼባታት ሕቶታት ቀሪቦም።
ኣብቲ ኣኼባ እውን ግምገማ ክግበርን ነዚ ተግባር ዘካይድ ኮሚቴ ተመስሪቱ እቲ ግምገማ ዝካየደሉ መንገዲ ከመቻቹን ተወሲኑ ዝበሉ ኣቶ ጴጥሮስ፣ ኣብ ውሽጢ ሽዱሽተ ኣዋርሕ ሃገራዊ ባይቶ ንክእከብን ሕጊ ምምስራት ፓርትታትን ሕጊ ኮሚሽን ምርጫን ንክጸድቕ እቲ ምርጫ እውን ኣብ መዛዘሚ እዚ ሒዝናዮ ዘለና ዓመት ክግበር ጉባኤ ህዝባዊ ግንባር ድማ ኣብ ዝሓለፈ ወርሒ መጋቢት ንክካየድን ተወሲኑ ነይሩ። ጽቡቕ ውጥን እዩ ነይሩ። ነቲ ዘሎ ጸገማት ኩሉ ብምይይጥ ንምፍታሕ ምተኻእለ ነይሩ ምባል ይከኣል ድሕሪ ምባል ኣቶ ጴጥሮስ ከምዚ ይብሉ። እዚ እናኾነ እንከሎ ግን ብማእከላይ ቤት ጽሕፈት ናይ ህዝባዊ ግንባር ሓደ ናይ ሰሚናር ኣርእስቲ ወጺኡ ንዝሓለፈ መድረኽ ብናቱ ኦፒንዮን ጥራይ ዝግምግም ንብዙሓት ካብቲ ውድብ ዝውንጅል ማለት እዩ ብዘይቅኑዕ መገዲ ንሓደ ሸነኽ ጥራይ ዕድል ዝህብ ጎስጓስን ዘመተን ጀሚሩ ኣብዚ ዝተበገሰ ርእቶ ነቕርብ ማለት እዩ እዚ ቁኑዕ ኣይኮነን ነቶም ኣብቲ ኣኼባ ርእይቶ ነቕርብ እንነበርና ዝወቅስ እዩ። ፌር እውን ኣይኮነን። ብውሕዱ ኣብ ሴሚናራት ክንሳተፍን ርእይቶና ክንህብን ነይሩና። ካብቲ ስምምዕ ናይቲ ማእከላይ ሽማግለ ዝወሰኖ ወይ ባይቶ ዝወሰኖ ከኣ ወጻኢ እዩ። ስለዚ እዚ ተገይሩ ዘሎ ግጉይ ስለዝኾነ ነዚ ክንእርም ክንክእል ኣኼባ ንሓተታታሊ ንሓትት። መልሲ ኣሉታዊ ስለ ዝነበረ ኣብ መወዳእታ ናብዚ ንበጽሕ ማለት እዩ። እቲ ብቤት ጽሕፍት ህግደፍ ዝተዳለወ ሰሚናር ኣብ ዝሓለፈ ከባቢ ወርሒ ጥርን የካቲትን ከም ዝተኻየደ ዝገለጹ ኣቶ ጴጥሮስ፣ ትሕዝትኡን ኣብ ጋዜጣታት ብዝርዝር ኣብ ኢንተርኔት'ውን ወጺኡ ከም ዝነበረን ንዝሓለፈ ኩነት ብናይ ባዕሉ ኣተረጓጉማ ንዝቐረቡ ዝተፈላለዩ ሕቶታት ድማ ብናይ ርእሱ መንገዲ ዝገልፅ እዩ ክብሉ ገሊፆም። ሕቶታት ዘቕረቡ ሰባት ድማ ብዝተፈላለየ ተግባር ብብልሽውና፣ ብሃዳምነት፣ ከም ዝኽሰሱ ዝገልፅ ወረቐት እዩ። እዚ ወፍሪ እዚ ዘይሕጋዊን ካብ ኣገባብ ወፃእን ብምንባሩ ነዚ ንምእራም እዩ እቲ ኣኼባ ዝተሓተ። ምእንቲ ርእሱ እውን ግዜ ኣኼባ ኣኺሉ ስለ ዝነበረ እቲ ኣኼባ ክግበር ነይርዎ። ግን ኣኼባ ክግበር ስለ ዘይተኻእለ ነዚ ነገር እዚ ክንገልፀሉ እንኽእል ዕድላት ስለ ዘየለ ከዓ ኣብ መወዳእትኡ ነቲ ቅሉዕ ደብዳቤ ናብ ኣባላት ግንባር ብፍላይ ከዓ ናብ ኣባላት ማእኸላይ ሽማግሌ ናይቲ ግንባር ክንዝርግሕ ተገዲድና ክብሉ ኣቶ ጴጥሮስ ሰሎሙን ኣብሪሆም።
እሞ ካብ ዝሰማዕካያ እንታይ ትብል? ኣነስ ኣብቲ ኣብ መጀመርያ ኣኼባ ናይቲ ኣባይቶ ክገብሩ ከለዉ ኣይነበርኩን ገይሸ እየ ነይረ። ካብቲ መገሻ ምስ መጻእኩ ዳርጋ ኣብቲ መወዳእታ ናይቲ ባይቶ ንጽብሒታ ኩሉ እቲ ዝተባህለ ዝነበረ መርገጺታት ሰሚዐዮ ማለት እዩ። ከምቲ ኣቐዲመ ኣብቲ ኢንተርቪው ዝጠቐስኩዎ፣ ሸሪፎ ጸዊዑ ኣዛሪቡኒ ብዛዕባ ዳሽሙ። ግን ኣብቲ ኣእዋን ኣብቲ ናይ መጀመርታ ጠለብ ናይቲ ኣኼባ ናይ ባይቶ ሓደ ሓደ ዘለዎም ነጥብታት ንኽቐርቡ ስለ ዝነበረ እቲ ዲማንድ ምስቲ ዘለና ሕርኽራኻት ኣብ ውሽጥና ኣዝዩ ሪቮሉሽነሪ ዝኾነ ዓይነት ለውጢ ትጽቤን ኢኻ ግን እቲ ኮነታት ንገዛእ ርእሱ ቡሽ ጌርዎ ንሶም እውን ተዳልዮም ስለ ዝነበሩ ቐስ ብቐስ ስጋብ ደረጃ እቲ ምሉእ ቻርተር ዘቕረቦ ብኣሞይ ዘኪረ ኔረ እዚኣ እያ ኣነ ናይ ወዲ ሰለሙን መግለጺ ሕጂ ኣነ ይዝከረኒ ናይ መወዳእታ ዝረኸብክዎ ወዲ ሰለሙን ኣበይ ረኽበኒ ኔራ እንዳ ፖርኖ ኣብቲ ጥቓ ጣንዮ ስትሽን ባኒ ክገዝእ ኣትየ ኣብኡ ይረኽቦ ሕጂ ጽባሕ ምጻእ ኢኻ ገዛ ብሓንሳብ ክንቆርስ ገዓት ክንገብር ኢና ገለመታት ኢሉኒ ባቤነ ኢለዮ ኣጋጣሚ እቲ ገዝኦም ክኣ ቀረባ ካብቲ ሳንሻይን ቀጻሊ ብኡ ኮፍ ንብል ስለ ዝነበርና ንከይድ ንዛረብ ኣብ ብዙሕ ኣርእስትታት እዩ ነይሩ። ሓንቲ ካብቲኤን ዝነበረት ናይ ባጀት እያ ነይራ። ግድነት ባጀት ክህልዎ ኣለዎ እዚ ምንግስቲ እዉጅ ኩሉ ሰብ ዝፈልጦ እቶቱን እቲ ደሽርፎን ቁፅፃር ክግበረሉ ኣለዎ። ምነልባት ኣነ ብኣ ርእይቶ ዝሃብክዋስ ኦከይ እቲኣ ጠለብ ናትኩም ብዛዕባ ባጀት ኦከይ ግን ቅድሚኡ ብዘይ ባጀት ንጓዓዘሉ ዝነበርና እዋናት ሲ ብከመይ ጌሩ ክግምገም ኣለዎ መን እዩ ዋንኡ እዚ መን እዩ ሓላፍነቱ ዝሽከም ዝብል እንታሽሙኒ ስለዚስ ሓንቲ ክብላ ዝደሊ እዚኦም ሰባት ኣብቲ ዝለዓለ ጥርጺ ጥርዚ ናይቲ ጠለባት ናይ ህዝቢ ንለውጥን ንምምሕያሽን ነቲ ዝነበረ ጌጋታት ንምእራምን እዩ ኔሩ ምንልባት ናይ ታሪኽ ጉዳይ ኮይኑ እዚኦም ቪክተማይዝድ ኮይኖም ግን ህዝቢ ኤረትራስ ክመሃር ኣለዎ ካብዚኣ እቲኣ ዕድል ሓሊፋ ብሕጂ ከኣ ዕድላት ክሓልፍ የብሉን ብዙሕ ሕቶታት ስጋብ ሎሚ መንግስቲ ኤርትራ ባጀት እዉጅ ባጀት የብሉን ኩላትና ንፈልጦ ኢና ስለዚሲ እቲ ጌጋታት ይቅጽል ኣሎ ስጋብ ሕጂ ድሕሪ ዓሰርተ ኣርባዕተ ዓመት ጌጋታት ይቕጽል ኣሎ ተወሲኾ ካልእ ስለዚስ የሕዝነካ እዩ ከምዚኦም ዓይነት ሰባት ኣብዚኣ መደምደምታ ክበጽሑ ዘሕዝን ነገር እዩ ናይ ብሓቂ እቲ ዲዛስተር ትራጀዲ ናይ ሰውራና እዩ እወ ሐራይ ሕጂ ከም ዝሰማዕካዮ መቸም ድምጺ ናይ ወድ ሰሎሞን ክንሰምዕ ጸኒሕና ምስ ቪኦኤ ዝገበሮ ቃለ መሕትት እዚ ድምጺ እዚ እቲ ንዓመታት ምሳኻ ዝተጓዕዘ ትፈልጦ ድምጺ እዩ። ኣብዚ እዋን እዚ እዚ ድምጺ እዚ ንዓሰርተ ኣርባዕተ ዓመታት ኣይተሰምዐን። ኣብ ሸላታት ዒራዒሮ ምስ ተሓየረ ደሃይ የብሉን። እዚ ድምጺ እዚ ንዓኻ እንታይ እዩ? ካብቲ መልእኽቲ ወጻኢ ነቲ ድምጺ እስከ ወሲድካስ ብዛዕባ እቲ ድምጺ እስከ ገለ ተዛረብ። ብናይ
ናይ ወዲ ሰብ ስምዒት ክዛረብ ኢዩ። ሕራይ። ብሓባር ዘሕለፍናዮ ምስዚኦም ብጾት ካልኦት ውን ብጾት ኣለዉ ብህወቶም ገሊኦም ተሰዊኦም ኣነ ንዓይ ይበዝሕ ከም ግዜ ካብቲ ምስ ኣደይ ዘሕለፍኩዎ እብን ንኣብነት ካብ ሰብዓን ሓደን ስጋብ ግዜ ናጽነትን ብድሕሪኡ ከኣ ቀጺና ስጋብ ክልተ ሽሕን ገለን ሰላሳ ዓመት ሰላሳ ዓመት ኣነ ምስ ኣደይ ነበርኩ ወላ ምስ ኣቦይ ነበርኩ። ምስዚኦም ብጾት እየ ነይረ። ማለተይሲ ኣዝዩ ዓሚቕ ጽልዋን ፍልጠትን ነንሕድሕድና ኣለና። ብቐሊሉ እሞ ብሕሱር ኣገባብ ከኣ ክጠፍኡ ከለዉ እንድዒ ብድሕሪ ምስ ህወት ኢልካ ክትሓስብ እውን ዘተሓሳስብ እዩ። ኣነ ብቅንዕና ክዛረብ ተኾንኩ ምስዚኦም ሰባት ምንባር ምስዚኦም ጀጋኑ ምንባር ካብኦም ምምሃር ካባኻ ምምሃር ከኣ ናቶም ዓይነቶም ከም ሰባት ንዓና ከም ምስኦም ዝተቓለስና ሰባት ዓቢ ሽግር እኳ እዩ ፈጢሩና ኣብ ህወትና ንበል ንኣብነት ኣነ ሕጂ ሲ ቡዙሕ ናተይ መምዝኒታት ሲ ብናይ ሜዳን በቲኦም ብጾት ዝፈልጦ ክመዝን ይጀምር ከምኦም ዓይነት ሰባት ሲ ኣይድጎሙን ኣብ ሕወትካ ስለዚ ዋላ ኣብዚ ዘለናዮ ብህወትና ንነብር ዘለና ሲ ንምርድዳእ ምስ ሰባት ንምፍራድ ንሰባት ንምምዛን ንሰባት ዓይኒ ክንርእየና ፖለቲካዊ ዓይኒ ክንርኢ ክተኾና ልዕሊ እዚኦም ሰባት ከቕርቡ ይኽእሉ ካድረታት ኣለዉ ኣይብሎምን እየ ምስ መድረኽ ተኣሳሲሩ ኣይፍጠሩን ማለት ኣይኮንኩን ግን ምስ መድረኽ ተኣሳሲሩ ኣብቲኣ እዋን ምስቲ ዝነበሮም ሓላፍነት ምስቲ ዝነበሮም ብቕዓት ምስቲ ዝነበሮም ፍልጠት ናይቲ ተመክሮ መሰረታዊ ለውጢ ንመጻኢ ዕድል ናይቲ ህዝብን ናይቲ ሃገርን ክኸፍት ዝኽእል ስጉምትታት እዩ ነይሩ። ግን ተኸሊፉ እቲ ነገር ሕቶ ናይ ታሪኽ እዩ ቀስ ኢሉ ይግምገም እዚ ነገር። ስለዚ ኣነ ንዕኦም ክሰምዖም ከለኹ ቀጻሊ ኣነ ኣብ ዩቲብ ናይ ድሩዕ ይሰምዕ ቀጻሊ ድሩዕ ድሕሪ እቲ ኣኼባ ኣኺልዎ እዩ ነይሩ። ኩሉ ክእረም ኣለዎ ኢሉ ኣዊጅዋ ኣብ ጀርመን ተዛሪቡ። ካብኡስ ንላዕሊ እንታይ ምስ ተደልየ። ዘሕዝን እዩ ነዚኦም ኣጥፊእኻስ ሃገር ክሃንጽ እየ ኢልካስ ዘሕዝን ነገር እዩ። ኦኬ ሳሙኤል። ኦኬ ብዙሕ ግዜ እዚ ስርዓት እዚ እንታይ ይብል እዩ እቲ ኣብ ክልተ ሽሕን ሓደን ኣብ ኣስመራ ዝተላዕለ ተቓውሞ ናይ ውሑዳት ጉጅለ እዩ፣ ዓሰርተ ሓሙሽተ ሰባት ዝኾረዩ ወይ ከኣ ብዝተፈላለየ ድኽመታት ዝተኸሱ እሞ ካብ ድኽመታቶም ንኽሕብኡ ኢሎም ዘልዓልዎ ተቓውሞ እዩ ብምባል ኣብ ዓሰርተ ሓሙሽተ ክሓጽራ ይፍትን ጉጅለ ዓሰርተ ሓሙሽተ ጂፊፍቲን ዝብላ እዚ ከመይ ትሪኦ ከመይ ትግምግሞ ንስኻ ከምኡ ድዩ ነይሩ እቲ እዚኦም ሰባት ጽልዋ ናቶም ብደረጃ ውድብን ህዝብን እዩ ነይሩ ብደረጃ ሃገር መን ይኽሕዶ እዚ ንሶም ጽልዋ ይነበሮም ንክውን ሞይታ ህዝባዊ ግንባር ኣይ ምስኣተወትን ነስመራ። ይዝከረኒ ሓንቲ ነገር ሓንቲ ጽልልቲ ሰበይቲ ዝተዛረበታ ነገር ኔራ ኣብቲኣ ግዜ ዝተኣወጀላ ውጽኢት ናይ ሪፈረንዱም ኣስመራ ብምልእ እታ ወጺኣ ይዝከረኒ ኣነ ድስዕስዑ ድሕጎሱ ከምኡ ዓይነት ሕጂ ኣጋጣሚ ኣነ ንሹቅ ይከይድ ነይረ ኣብቲ ገዛውቲ ናይ እንዳ ባሕበሺ ወዲ ባሕበሺ ቆጽራ ገይረሉ ስለ ዝነበርኩ ሓንቲ ዘዕበየቶም ነቲኦም ደቂ ባሕበሺ ዓባይ ሰበይቲ እያ ገዛ ፈልዮምላ ግን ተጸሊላ እያ ብዕድሜ ብጣዕሚ እንድዒ ሰማንያ ተስዓ ትበጽሕ ትከውን ፋጥማ ሓሪር ሽማ ሕጂ ኣብቲ ትሕቲ ገዛውቶም ኣንስቲ ተኣኪበን ይደርፉ ነይሮም መጺኣ ዶ ገለ ምታት ዝብሎ ኣንስቲ ነይረን ወዲ ኣፎም ዶ ወዲ እስያስ ዶ ንሱ እዩ ትዝከር እምበር ካልእ ኣይዝከሩን ይዝክረኒ እዚኣ ሰብ ኣነ ኣብቲ ስካላ እንዳ ደየብኩ ስምዓኒ እስኪ ቅይስ ትብለኒ ኣላ ብጣዕሚ ከም ጽልእት እየ ዝወስዳ ኩሉ ግዜ እህ ይብል ኣለኹ ብጀካ እዚ ሰብኣይ ካልእ ናጽነት ዘምጸኤ የለን በይኑ ድዩ ወዲእዋ ነቲኣ ነገር ኣበይ ኣለዉ እቲኦም ካልኦት ጀጋኑ ኢላትኒ ኣነስ ግርም ኢሉኒ እቲ ሎጂክ ኣብ ጽሉላት ተረኺቡስ ኣብ ጥዑያት ተሳኢኑ ዓጂብ ነገር ሕጂ ብድሕሪኡ ዝኸደ ኩነታት ስጋብ ሎሚ ኩሉ ግዜ ፋጥማ ሓሪር እየ ዝዝክር ኮነ ኢልካ ዝግበር ዝነበረ ምንልባት ትሕትና ናይቲ ኦም ሰባት ብቀሊሉ ይርእይዎ ነሮም ንዕኦ ገሪፎም ወላ ንዕኡ ፈትዮም ንሱ እዩ ሓዳግን ገባርን እቲኦም ካልኦት ተራ የብሎምን ገለመለ ዓይነት እዩ ግን ሕጂ እኳ ክወጽእ ጀሚሩ ወላ ብዛዕባ ናይ ሰውራ ዝገብሮ ዝነበረ ፍልምታት እስያስ ኣፍወርቂ ሎሚ ተጋደልቲ ኩሉ ፈሊጦሞ። ኩሉ ንሱ ኢዩ ጌርዎስ እቲኦም ካልኦት ኣይገበሩን ኢልካ ምዝራብ እዚኦም ሰባት ሲ ጉጅለ በይኖም ጽልወኦም ስጋብ ሎሚ ምስ ሃለወን ኢዩ ኣብ ውሽጢ እቲ ህዝቢ ዝኮነ መጺካ ክትዝክር ከሎካ ኣብቲ ናይ ታሪክ እዚኦም ሰባት ይዝከሩ ቀጻሊ ስለዚ ሲ እዚኦም ጉጅለ ናይ በይኖም ኣነ እንድዒ ወላ ክሕስዉ ከለዉሲ ዓይኒ ዘይብሉ ምሕሳው ብዛዕባ ሰብ ክትልዕል ከለኻስ ነፍሲ ወከፍ ኣነኸ ኩሉ ግዜ ብዛዕባ ኢሰያስ ክዛረቡ ከለዉ ናቱ ጽቡቕ ነገራት ናቱ ሕማቕ ነገራት ንሱ ዝፈጠሮ ነገራት ድሕሪ ናጽነት ብመሰረቱ ይቃወሞየ ግን ኣብ ሰውራ ዝነበሮ ተራ ፍጹም ኣይክሕዶን እየ ስለዚሲ እዚ እዩ ተሳኢኑ ቁሩብተይ ምልባም ዔብ ዔብ ዝበሃል ነገር ኣሎ። ሐራይ ብዙሕ ግዜ እዞም ካድራት ናይ ምልካዊ ስርዓት ህግደፍ ወይ ከኣ እናቱ ልኡኻት ኮይኖም ዘለዉ ከም የማነን መሰልቱን ኣብ ዝገብርዎ ኣኼባታት እንታይ እዮም ዝብሉ እዞም ሰባት እዚኣቶም ብጾትና እዮም ንዓና ቀርቡና ንዓና ብጽሑና ስለ ዝሓነላንሎም ግን ኣብ ማእሰርቲ ሒዝናዮም ኣለና እምበር በቲ ባዕላቶም ኣብ ሜዳ ዘቆምዎ ሕጊ እንተዝፍረዱ ፍርዶም ሞት እዩ እናበለ ይዛረብ የማነ ማንኪ። ብዛዕባ እዚ እንታይ ርእይቶ ኣለካ?
ኣይ ፈሪዶም እንድዩ የማነ ገብረኣብ ሞት ምስ ተፈረዱ መን ኣፍለጠካ ሞት ምስ ተፈረዱ ሕጂ ባዕሉ እዩ ዝዛረበላ ዘሎ ፍርዲ እቕርቦም ደሓን ወላ ሞት ይብጽሑ ጭብጥታት ተለኩም ኣቕርብዎ ኩሎም ዳርጋ መይቶም እዮም ሕጂ እንታይ እዩ ዝጽበ ዘሎ ማለት እዩ ብጾትና ክብል ከሎ ኣለዎ ናቱ ታክቲክስ ምንልባት ኣነ ምንልባት ናይ ሼሪፎ ትስምዖ ትኸውን ምኽንያቱ ሰላ ሼሪፎ እዩ ቀጺሉ የማነ ገብረኣብ ሼሪፎን ኣተኣላልዩኡን ኣተሓሕዝኡን ኣነ ንገዛእ ርእሰይ ሓላፊ ናይ ዜና ዝፈልጦ ሓቅታት ኣሎ ሼሪፎ ናቱ ተራ ይፈልጥ ግን ንሞት ምስ ተፈረዱ ከመይ ጌርካ ትፈልጥ ንስኻ ንሞት ስልጣን ስለ ዝሓዝካ ስለ ዝኣሰርካዮም ኣብ ቤት ፍርዲ እቕርቦም ውጽኢት ናይቲ ቤት ፍርዲ ብምልኡ ህዝቢ ኤርትራ የስምዓዮ። ምክንያቱ ቀለልቲ ሰባት ኣይኮኑን ሱእ ኢሎም ዝቅተሉ እግሪ መገዲ ከኣ ኣይኮኑን ዳሕራይ እንታዋይ ኮይኑ እዩ የማነ ገብረኣብ ነዚኦም ቀትሉ ኣይወዘክዘክ እንዳ እንዳ በጥሮስ ሰለሙን እንድዩ ዝብል ነይሩ ኣነ ይፈልጥ እቲ ወዘክዘክ ናቱ ንወዲ ሰለሙን ክደሊ ግደፎ ናይ ሸሪፎ እኳ ከመቦ እዩ ኣቦ ስለዚ ሲ ሓጎስ ክሻ ንገዛእ ርእሱ ሓጎስ ክሻ ምምጽኡ ብመሪሕነት ሳላ ሸሪፖ ስለዚስ እዚኦም ሰባት ክፈልጡ ኣለዎም ንዕኦም ዝፈጠረ እዚኦም ኣሲሮሞም ዘለዉ ዝቀትልዎም ዘለዉ ሰባት እስያስ ኣይኮነን እስያስ ይጥቀመሎም ኣሎ ብፍላይ ንየማነ ኣነ ክዝክሮ ይክኢለ ትምህርቲ ንዕኡ እትኮኖ ትምህርቲ ክዛረቦ ይክኢለ እስያስ ናቱ ጠባያት ኣብ ነፍሲ ወከፍ ምድርኽ ናቱ ካብቲኦም ምሁራት ጉሩቦ ይሕዝ። ኣብ ናይ መንካዕ ምንቅስቃስ ሰብዓን ሰለስተን ዮሃንስ ሰለስተ ሰሙን ከይገበረ ኣቕሪቡ ንዕኡ ሰዲድዎ ንዓደን ክዛረብ ወይ ወኪሉ ንህዝባዊ ሓይልታት ብዛዕባ ጠጠው ምባል ንውግዕ ሕድሕድ ቁሩብ ተይከይዳ በዓል ዮሃንስ ሓፍ ምስ በሉ ተወዲኦም ብድሕሪኡ ድሩዕ ድሩዕ ንገዛእ ርእሱ ድሩዕ ንገዛእ ርእሱ እቲ ኢንተሌክቹዋል ካፓሲቲ ላዕሊ ስለ ዝኾነ ናይ ድሩዕ ኦፍ ኮርስ እምነቱ ነይሩ ኣብቲ እዋን እቲ ዝኾነት ትኹን ጽሑፍ ድያ ገለመታት ድያ ኩላ ድሩዕ እዩ ዝፍጽማ ነይሩ እስያስ ከኣ ተሓጒሱ ኮፍ ይብል ነይሩ ሕሉፍ ሓሊፉ ተኽላይ ዓደን ብሬድዮ ኢትዮጵያ ምስ ሰለመ ንድሩዕ ደብተራ ኢልዎ ኣይ እዚ እንድዩ ታሪኽ ሎሚ ሓደሽቲ ደብተራ መጺኦም ናይ ኢስያስ ጽባሕ ንሶም ከኣ ክጽረጉ እዮም ዕድመ ድሕር ነዊዑ ካልኦት ደብተራ ክመጹ እዮም። ስለዚ ሲ ምዕሻው ነቲ ህዝቢ ሲ ነውሪ ኢዩ ነውሪ ዔብ ጉዳይ ህዝቢ ኢዩ ጉዳይና ኣይኮነን ከም ውልቀ ሰባት እዚኦም ሰባት ቀቲልኩሞም ብዛዕባ ምቅታሎም ሓላፍነት ክትሽከሙ ኢኹም ደትስ ኦል ኣርባዕተ ነጥቢ እዚ ህዝቢ ኣይነቃሓሉን ነይሩ ድሕሪ ዓሰርተ ኣርባዕተ ዓመት ጣዕሳ ንርኢ ኣለና ከመይ ገይርና ገዲፊናዮም ነዚኦም ደቅና ኦከይ ይምፃእ እቲ ግዜ ናይ ምቅያር።
እዚ ድምጺ መድረኽ ኤርትራውያን እዩ። ዝኸበርኩም ሰማዕትና እዚ ክትከታተልዎ ዝጸናሕኩም ብምኽንያት መበል ዓሰርተ ኣርባዕተ ዓመት ማእሰርቲ ኣርካናት ጀጋኑና ምስ ተጋዳላይ ኣሕመድ ኣልቀይሲ ዝተገብረ ናይ ዝኽሪ ዕላል'ዩ ነይሩ። መቐጸልቱ ኣብ ዝመጽእ ክቐርብ እዩ። ክሳብ ሽዑ ግን ሰናይ ምስ ኩልና።
ፕረዚደንት ኢሳያስ ምልክን ዕብለላን ሃሪፉ ነቶም ኣብ ሃገር ዝረኣዩ ዝነበሩ ኩለንትናዊ ድኻማት መንግስትን ዘይትግባረ ቅዋምን ክህደስ ክልወጥ ዝጠለቡ ብኣርካናት ዝምሰሉ ደሞክራስያውያን ካብ ዝኣስሮም ድሮ 14 ዓመታት ኮይኑ ኣሎ። ጭካነ ናይ ስርዓት ነቶም ኣብ ልዕሊ መቓልስቱን መተዓቢቱን ዝነበሩ ተጋደልቲ ጥራይ ዘይኮነ ንስድራ ቤቶምን መቕርቦምን እውን እንተኾነ ኣደዳ ማእሰርትን ስቓይን ስደትን ክኾኑ ዝገበረ ናይ ትማል ተዘክሮ እዩ። ካብዚ ቀጺልና እናቕርበልኩም መደብ እምበኣር እቶም ካልኦት ግዳያታት ዝብል ኣርእስቲ ዝተዳለወ ጽሑፍ እዩ ክኸውን ሕጂ እውን ምክታል ናባኹም።

እቶም ካልኦት ግዳያት እናተይ ዝብላ ሃገር ዝኽተም ገይራትኒ እዚ ዘረባ እዚ ብሕሳስ ልደ ጓሉ ነቲ ንሱን ብጾቱን ብምዃን ንደሞክራስያዊ ለውጢ ዝጸውዐ እሞ ብመንግስቲ ኤርትራ ኣብ ዝተኻየደ ምእሳር ጸዋዕቲ ለውጢ ብ18 መስከረም 2001 ዝተዳጎነ ሚኒስትር ሃብቲ ዓሳ ነበር ተጋዳላይ ጴጥሮስ ሰሎሙን መኣዛ ጴጥሮስ ዝተዘርበ ተንካፍ ሓረግ እዩ። ብ1997 ኣብ ኣስመራ ዝተወልደት መኣዛ ጸዋዕ ለውጢ ኣቦኣ ጴጥሮስ ምስ ብጾቱ ኣብ 2001 ብመንግስቲ ኤርትራ ክእሰር እንከሎ ጓል ኣርባዕተ ዓመት ህጻን እያ ነይራ። ኣብ 2000 ወላዲታ ተጋዳሊት ኣስቴር ዮሃንስ ንናይ ክልተ ዓመት ትምህርቲ ኣብ ሕቡራት መንግስታት ኣሜሪካ እያ ዝነበረት። ስለዚ ድማ መኣዛን ወላዲታ ንመጨረሽታ ዝረኣያትላ እዋን ጓል ክልተ ዓመት እንከላ እዩ። ድሕሪ ምእሳር ኣቦኣ ኣብ ኣሜሪካ ዝነበረት ኣዲኣ ኣስቴር ንዓኣን ንሰለስተ ዓበይቲ ኣሕዋታን ድሕነቶም ንክወሓስ ናብኣ ክመፁ ንፈደራላዊ መንግስቲ ኣሜሪካ ክትሓትት ጀሚራ ተግራዲት ኣስቴር ንፕረዚደንት ኢሳያስ ደቃ ክጥርነፍ ከም እትደሊ ዝጠልብ ደብዳቤ ምስ ሰደደትሉ

እምበኣር ነቶም ዝሸምገሉ እናሓጎታቶምን ኣቦሓጎታቶምን ዝዝኽትሙ ዘለዉ ደቀይ ክኸዶም ኢላ ድማ ኣብ ክልተ ሽሕን ሰለስተን ናብ ሃገራ ክትምለስ ተበገሰት ኣስቴር ዮሃንስ ህፃን መኣዛ ወላዲየይ ስኢነ እሞ ሕጅስ ሕቕፎ ወላዲተይ የፀናንዓኒ እባ ይኸውን ኢላ ብህርፍርፎት ኣብ መዕርፎ ነፈርቲ ከተማ ኣስመራ ምስ ሰለስተ ኣሕዋታ እናተጸበየት እንከላ ድማ ኣባላት ጸጥታ መንግስቲ ኤርትራ ነታ ካብ ነፋሪት እትወርድ ዝነበረት ወላዲታ ሻቡ ሞቂሖም ገጽ ደቃ ከይረኣየት ክሳዕ ሕጂ ብንጹር ናብ ዘይፍለጥ ቦታ ተወሲዳ ፕረዚደንት ኢስያስ ምልክን ዕብለላን ሃሪፉ ነቶም ኣብ ሃገር ዝረኣዩ ዝነበሩ ኩለንትናዊ ድኻማት መንግስትን ዘይትግባረ ቅዋምን፣ ክህደስ ክልወጥ ዝጠለቡ ብኣርካናት ዝምሰሉ ደሞክራሲያውያን ካብ ዝኣስሮም ድሮ ዓሰርተ ኣርባዕተ ዓመታት ኮይኑ ኣሎ። ዝኽትምና ስዒራ ሕጂ ጓል ዓሰርተ ሸሞንተ ዓመት ኮይና ዘላ መኣዛ ጴጥሮስን ኩሉ ኣብ ሃገሮም ሰሪቱ ዘሎ ጸገማት ተረዲእዎም ብዝሓየለ መልክዕ ንለውጢ ዝቃለሱ ዘለዉ ኣሕዋታን ግና ንዝተበደለ ህዝቦም ኮይኖም ንዝበደሎም ከሳጉጉ ለይትን ቀትርን ይሰርሑ ኣለዉ። ኣብ ደሞክራሲያዊ ባይታ ንእትህነጽ ኤርትራ ክብሉ ናይ ዝሓለፉ ሰማእታት ሕድሪ ንምትግባር ደው ስለ ዝበሉ እዮም ተኣሲሮም። እዚ ሓው ንሚኒስተር ንግድን ኢንዱስትሪን ዝነበረ ተጋዳላይ ጸዋዕ ለውጢ ሃይለ ወልደትንሳኤ ዳንኤል ወልደትንሳኤ ብ ዓሰርተ ሽዱሽተ መስከረም ክልተ ሽሕን ዓሰርተ ሓደን ንመደበር ቴሌቪዥን ቢቢሲ ዝሃቦ ቃለ ምስክርነት እዩ። ስድራ ቤትን መቕርብን ጸዋዕ ለውጢ ሃይለ ወልደትንሳኤ ካብ ዓሰርተ ሸሞንተ መስከረም ክልተ ሽሕን ሓደን ጀሚሮም ልዋም ልይቲ ከም ዘይረኸቡ ፈቐዶ ስደትን ማእሰርትን እናኾኑ ድማ ከምቲ ማንም ኤርትራዊ ዜጋ ኣብ ትሕቲ መግዛእቲ ጉጅለ ኢሲያስ ዝሓልፎ ዘሎ መከራ የሕልፉ ምህላዎም እዩ ዳንኤል ወልደትንስኤል ዝገልጽ። ኣብ ስደት ዝርከብ ወዱ ንብሪጋደር ጀነራል እስቲፋኖስ ስዩም ናትናኤል እስቲፋኖስ ከም ዝብሎ እውን ኣርካናት ዴሞክራሲያዊ ለውጢ ድሕሪ ናጽነት ንዝውለል ዝነበረ ጉጉይ ኣካይዳታት ይተዓረ ስለ ዝበሉ ከም እተኣስሩ ካብቲ እዋን እቲ ጀሚሩ ድማ ነፍሲ ወከፍ ስድራ ቤት እቶም እሱራት ኣብ ትሕቲ ጽኑዕ ሓለዋን ጸቕጥን መንግስቲ ኤርትራ ከም ዝርከቡ ኣረዲኡ። መብዛሕተን እተን ስድራ ቤታት ድሕሪ ዝተሓላለኸ ጻዕሪ ናብ ደገ ተሰዲደን እኳ እንተሃለዋ እተን ኣብ ውሽጢ ሃገር ብጸቕጢ ጉጅለ ኢሳያስ ዝሳቐያ ዘለዋ ስድራ ቤታት ግና ካብ ዝኾነ ማሕበራዊ ኣገልግሎት ተጓንየን ዝነኣሱ ምንቅስቓሳተን እኳ ኣብ ትሕቲ ክትትል ከም ዘሎ እዩ ናትናኤል ዝዛረብ ኣብ ልዕልተን ስድራቤታት እሱራት ዘጋጥሙ ጸገማት ብፕረዚደንትን ብኡ ዝምእዘኑ ኣባላት ጸጥታን እዮም ዝሕንጸጹ ናይ ርእሲ መሃረምቲ ዝነበራ ወላዲት ናትናኤል እስቲፋኖስ ንሕክምና ናብ ኤውሮጳ ክትገይሽ ፍቓድ ተዋሂብዋ ኣብ መዕርፎ ነፈርቲ እናተበገሰት ብኣባላት ጸጥታ እያ ተኣሲራ ዝተወስደት ናትናኤል ንዝለዓለ ደረጃ ትምህርቲ ኣብ ኮሌጅ ማይ ነፍሒ ንክመሃር ንዘቕረቦም ሕቶታት ቀጻሊ ክንጸጉን ንኣስታት ክልተ ዓመት ብዘይ ዝኾነ ትምህርቲ ኮፍ ኢሉ ከሕልፎ ምግዳዱ እምበኣር ንእሽቶ ኣብነት ናይቲ ስድራ ቤታቶም ንለውጢ ጠሊቦም ዝተሞቕሑ ጀጋኑ ዘሕልፍኦ ዘለዋ ጸገማት እዩ። ኢብራሂም መሓሙድ ሸሪፎ ክልቲኦም ወለዱ ማለት ተጋዳሊት ኣስቴር ፍስሃጽዮንን ተጋዳላይ መሓሙድ ሸሪፎን ተኣሲሮም ዘለዉ ግዳይ ኣረሜንነት ናይቲ ምልካዊ ስርዓት እዩ። ወለዱ ከርተት ዝበሉላ ሃገር ከምቲ ዝተመነይዎ ነቲ ሓድሽ ወለዶ ራህዋን ብልጽግናን ዘይኮነስ ጸበባን መከራን እያ ሰሊማቶም። ምስ ፋሽስትነት ጠቢቑ ዝለዓል ዝነበረ ስም መንግስቱ ሃይለማርያም እዩ። እቲ ኣብ ባጽዕ ብቕብጸት ህዝቢ ዛለቐ፣ ኣብ ሽዕብ ሰባት ብታንክታት ዝረገጸ ፋሽስታዊ መንግስቱ ግን ምስናይ ኩሉ ኣረመንነቱ ብውሕዱ ንደቂ ጸላእቱ ወይ እውን ወለድቲ ጸላእቱ ኣየሳቐየን። ካልእ ይትረፍ መንግስተ ሰማይ ኣዋርሶም ኣቦይ ኣፈወርቂ ኣብርሃም ኣቦ ናይቲ ደመኛይን ቀዳማይ ጸላኢይን ዝብሎ ኢሳያስ ኣፈወርቂ ምዃኖም እንዳፈለጠ መንግስቱ ሃይለማርያም ኣይመቕሖምን ጽንጺ ዓይኖም ኣየንፈረሎምን በንጻሩ ኣብ መቐለ ጉቡእ ስርሖም እንዳስርሑ ብሰላም ክነብሩ እዩ ሓራ ገዲፍዎም ኮይኑ ድማ ክሳብ ብናጽነት ኣብኡ ጸኒሖምስ ምስ ወዶም ተራኺቦም ተጋዳላይ ዝነበረ እሞ ደሓር ናብ ኣስመራ ኢዱ ሂቡ ዝኣተወ ሓዉ ንኢስያስ ኣማንኤል ኣፍወርቂ እውን ኣብ ኣስመራ መንግስቱ ጽንጺ ዓይኑ ከየንፈረሉ ክሳብ ናጽነት ጸኒሖ። ብኣንጻሩ ሓዉ ምስ ኣተወ እዩ ነብሲ ቅትለት ፈጺሙ። መንግስቱ ሃይለማርያም ኣብ 1984 ኣብ ዝተገብረ ስርሒት ኮማንዶ ኣብ ኤርፖርት ዝተሰውአ መብራህቱ ወዲ ረጋሒት ኣብ ዝረኣየሉ እዋን እውን የጀግና ኣቀባበሪ ይደረግለት ማለት ናይ ጅግና ኣቀባብራ ጌርኩም ቅበርዎ ኢሉ ትእዛዝ ከም ዘመሓላለፈ ይሕበር። ተግባራት ናይቲ ምስ ህፃናት ዝተሃላለኸ ጃጃዊ ፕረዚደንት ምስ ተግባራት ናይቲ ብቕፅል ፋሽስትነት ዝፍለጥ መንግስቱ ምስ እተነፃፅሮ እውን ንመለክዒታት ፋሽስትነት ዝሰግሮ እዩ። ሬሳ ናይቲ ንኣርብዓ ዓመት ምስኡ ዝተጓዕዘ ናይ እስኪ ክፍሉ ኣብ መሬት ናይታ ዝተጋደለላ ሃገር ሓደ ሜትሮ ጉድጓድ ዝኸልኣ ኢሳያስ ብመዐቀን ናይ መንግስቱ እውን ከይተረፈ ሰፈሩ ኣብ ጫፋ ሽትነት እዩ እዚ ምልካዊ ምስሊ ናይቶም ዝቐፈዶም ጀጋኑ ክርኢ ትብዓት ስለ ዘይብሉ ንመቕርብን ቤተሰብን እቶም ወገናት ልክዕ ከም ቅሙጣት ጸላእትን መጻት ስግኣትን ወሲዱ ክድኾም እዩ ዝህቅን ኮይኑ ድማ ኤርትራ ሎሚ ራብዓይ ወለዶ ራሕሪሕዋ ዝኸይድ ዘሎ ምድረ ሲኦል ኮይና ኣላ የግዳስ ዴሞክራሲያዊ ለውጢ ክህሉ ዝጠለበ ኣእምሮ ኣብ ሓደ ጸቢብ ጉድጓድ ወይ መንደቕ ዳጒምካዮ ማለት እቲ ንረብሓ ህዝቡ ዝተሓስበ መደብን ኣምራቱን ኣጽኒትካዮ ማለት ኣይኮነን። ድምፂ እዞም ኣርካናት ኣብቲ ተገሊሎምሉ ዘለዉ ሌጣ ከባቢ ኮይኑ ድምፁ የበርኽ ኣሎ። ዝነቐሉሉ ዕላማን ዝተኣስሩሉ ምክንያትን ኣብ ልብና ኣእምሮን ዝበዝሐ ህዝብና ስሪቱ ህዝባዊ ድፍኢት ዘለዎ ሰፊሕ መቐይሮ ኣብ ምስማር